ዝሰርሕ ካልእ ኣካል ብምህላዉ ናይ ዞባን ወረዳን ኣመራርሓ ኣብ ደጋዊ ማሕለኻታት ከይተጨነቐ ካብ ውሽጢ ንዝመጽእ ናይ ህልውና ሓደጋ ንምትራፍ ክረባረብ ኣለዎ ክብሉ ፕሬዚዳንት ጀነራል ታደሰ ወረደ ገሊፆም። ዓሰብ ግዝኣት ኢትዮጵያ ስለዝነበረ ብሕግን ብሰላምን ናብ በዓል ዋንኡ ክምለስ ኣለዎ ክብል ሓደ ነባር ኢህኣፓ ገሊፁ። መንግስቲ ኤርትራ ንዓመታት ኣሲርዎም ዝጸንሐ ቴስዓን ሸሞንተን ሰባት ፈቲሑ ተባሂሉ። እስራኤል ኣብ ቃዛ ብዝፈጸመቶ መጥቃዕቲ ላዕለዋይ ኣዛዚ ሓማስ ቀቲላ። ኣብ ህንዲ ቁጣዐ ዘስዓበ ዑደት ብሉጽ ተጻዋታይ ሊዮኔል መሲ መዘራረቢ ኮይኑ። ናብ ዝርዝሩ ሰጊርና ኣለና ምስ ዕለታዊ ዜናታት ቢንያም ሓድሽ ሰናይ ምክትታል። ንዝመፅእ ናይ ህልውና ሓደጋ ንምክልኻል ብዕቱብ ዝሰርሕ ካልእ ኣካል ብምህላዉ ናይ ዞባን ወረዳን ኣመራርሓ ኣብ ደጋዊ ማሕለኻታት ከይተጨነቐ ካብ ውሽጢ ንዝመፅእ ናይ ህልውና ሓደጋ ንምትራፍ ክረባረብ ኣለዎ ክብሉ ፕሬዚዳንት ጀነራል ታደሰ ወረደ ገሊፆም። ፕሬዚዳንት ግዝያዊ ምሕዳር ትግራይ ጀነራል ታደሰ ወረደ ነዚ ዝበሉ ሎሚ ሓሙሽተ ታሕሳስ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዝተኻየደ መድረኽ ህልዊ ኩነታት ድሕሪ ኹናት ሕርሻን ሃፍቲ ተፈጥሮን ትግራይ ኣብ ዝገምገምሉ እዋን እዩ። ፕሬዚዳንት ጀነራል ታደሰ ወረደ ከምዝገለፅዎ፣ ካብ ደገ ንዝመፅ ናይ ህልውና ሓደጋ ንምክልኻል ብዕቱብ ዝሰርሕ ካልእ ኣካል ብምህላዉ ናይ ዞባን ወረዳን ኣመራርሓ ሃብ ደጋዊ ማሕለኻታት ከይተጨነቐ ካብ ውሽጢ ንዝመፅእ ናይ ህልውና ሓደጋ ንምትራፍ ክረባረብ ይግባእ ኢሎም። ግድን ብክልል ክፍታሕ ዘለዎ ፀገም ንምፍታሕ ከም መንግስቲ ፃዕሪ ከምዝግበር ዝሓበሩ ፕሬዚዳንት ታደሰ ወረደ ብፍላይ ኣመራርሓ ዞባን ወረዳን ካብ ክልል ዝተጋነነ ሓገዝ ከይተፀበዩ ባዕሎም ፀገሞም እናፈትሑ ክኸዱ ከምዝግባእ ኣገንዚቦም። እቲ ሎሚ ዝተኻየደ መድረኽ ኣባላት ካቢኔ ግዝያዊ ምምሕዳር፣ ሓለፍቲ ዞባታትን ወረዳታትን ትግራይ ኣብ ዝተረኸብሉ ኮይኑ ፕሬዚዳንት ጀነራል ታደሰ ወረደ ኣብ ስራሕቲ ሕርሻ እጃም ዘለወን ኩለን ኣብያት ዕዮ ተዋዲደን ብምስራሕ ዝናብ ይሃሎ ኣይሃሎ ብዘየገድስ ትግራይ ካብ ሕርሻ ኣብ ሓደ ዓመት ክትረኽቦ ዝግባእ ምህርቲ ክትረክብ ክፅዕራ ኣለወን ክብሉ ሓቢሮም። ፕሬዚዳንት ታደሰ ትማሊ ታሕሳስ ኣርባዕተ ክልተ ሽሕን ዓሰርተ ሸሞንተን ዓ.ም ኲናት ንምትራፍ ዝከኣለና ኩሉ ክንገብር ኢና፣ ንሰላም ኢልና እንሸጦ ግዝኣት ግን የለን ክብሉ ምዝራቦም ዝዝከር እዩ። ፕሬዚዳንት ግዝያዊ ምምሕዳር ትግራይ ሌተናንት ጀነራል ታደሰ ወረደ ነዚ ዝበሉ ንምርግጋፅ ህልውናን ድሕንነትን ትግራይ ብዝብል ቴማ ኣብ ኣንፈትን መደባትን ከምኡ ድማ ኣብ ኣፈፃፅማ መደባትን ግዝያዊ ምምሕዳር ትግራይ ምስ ላዕለዎት ኣመራርሓ ክልል፣ ዞባን ወረዳን ካብ ታሕሳስ ክልተ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ንሰለስተ መዓልቲ ክካየድ ኣብ ዝቐነየ መድረኽ እዩ። ትግራይ ብዝተፈላለዩ መዳያት ኣብ ኣዝዩ ዝተሓላለኸን ፀቕጢ ዝበዝሖን ኩነታት ኣላ ዝበሉ ጀነራል ታደሰ፣ ዘለና መማረፂ ድማ ነዚኦም በዲህኻ ምውፃእ ኢሎም። ብዝተፈላለየ መንገዲ ዕጽዋ ክውስኽ ክተሓላለኽን ዝገብር ምንቅስቓስ ብዙሕ'ዩ፣ ብምዃኑ ድማ መጠን እቲ ሓደጋ ልዑል'ዩ ክብሉ ገሊጾም። ውሽጣዊ ይኹን ደጋዊ ሓደጋ ካብ ግዜ ናብ ግዜ እናወሰኸ ይኸይድ ኣሎ፣ ኣብ መንግስታዊ ግልጋሎት ዘሎ ጸቕጢ ምውሳኹ፣ ኣብ ፍትሕን ዳይነትን ዘሎ ዝተሓላለኸ ጸገም፣ ዘለና ድኹም ኢኮኖሚ፣ ስርዓታዊ ዝመስል ናይ ግዕዝይና ጸገም፣ ቀጻሊ ዕጽዋ ተጠናኺሩ ክኸይድ ኣብ ውሽጥና ኮይኖም ዝሰርሑ ኣካላት ሓዊሶምዎ እቲ መጠን ተቓላዕነትና ክተዓጻጸፍ ገይሩዎ'ዩ ክብሉ እውን ገሊጾም።